እዚ ናይ መጨረሻ እዛ ብዛ ጽግ ዓድና ኣምፑል ትመስል ማለት እዩ እሳ ጫቕጥና ምስ ኣተና እዚ ብዙ ንሀገጽ ንሀመጸልና እዩ ማለት እዩ ብዙሕ ነገራት እዳሓዘ እዩ መዳፍቲ ስራሕ ንሰርሐሉ ቦታ ምኻድና ክልተ ወሰንቲ ነገራት ካድልየና እዩ እሳተን እንታይ እንታይ እንታይ እንድኾና እቲ ሓደ ፌስ ኣውተንቲኬሽን ምውሃብ እዩ ፌስ ኣውተንቲኬሽን ማለት ዓሻራና ገጽና ዓሻራ እንሀው ማለት እዩ። እዚ ዓሻራ ገጽና እንሀወሉ ድምንታይ እዩ ለምሳሌ እዚ ኣካውንቲ እዩ ናይ ዓዲስ ኣካውንቲ ድኸፈትክዎ እዩ። ስለዚ ናይ ገንዘብ ኣብዚ እዩ ድቕመጥ ድሰራሕክዎ ገንዘብ ኣብዛ ዝንሃዮ ኣብዛ ዝንሃዮ እየን ድቕመጣ ማለት እዩ። ስለዚ ገንዘብ ኣብዚ ኣብ ዳቕመጥኩሉ ሰዓት ካብ ናይ ኣካውንት ሰብ ኣውጽእ ዳናባዕሉ ኣካውንት ዳካልእ ኣካውንት ከይሰዶ

ኣፕሎድ ገበርና ስለ ድንህና ፎቶና ሐዚ እንታይ ኢና ንገብር ስታርት ትእዛዝና ስታርት ሰርቲፊኬት ትብላ ትእዛዝና ስታርት ሰርቲፊኬት ትብላ ኦኬ ንብላ ማለት እዩ ኣነ ብጓል ስለ መለዮ እናኳ ዲቴክት ይገብረኒ ብትምህርቲ ድኣክል ማለት እዩ ስለዚ ኣብዛ ዝናታት ለና ገጽ ኣብ መጀመሪያ ገጽ ክንቀጥ ኣብል ክልና እዩ ካብኡ ባምብላ እናትናገረና ዓይንኻትን በግ ህልም ኣብልዎ ትልና ምበል ሳልሳይ ለለ

ስለዚ እንድሕር ብትኽክል ተቐብላትኩም እንድሕር ብትኽክል ተቐብላትኩም ኮይና ካብ ሽዑ ቪው ካብ ንገብሮ ፕሮሰስ እያ ገበርናዮ ተወሰነ ሓደ ሰላሳ ደቂቃ ፅንሑ ትብለኩም እያ እንድሕር ብትኽክል ትልዕላ ኮይና ለ ዋላ ክልተ ደቂቃ ሓሙሽተ ደቂቃ ክመፀልኹም ካብኡ ኣብ ዛዙናታ ትብል እያ ተወሰነ ደቂቃ ፅንሑ ትብል ትመፀካትኩም እያ ንስኻትኩም ብዛዙና ትምለሱ ትኽእሉ ኢኹም ብዛዙና ድድሕሪ ትመልስኹም ብዛዙድንሃ ዳብ ድሕሪ ትመልስኩም እባ ካልእ ትኣትዩ ትኽእሉ ኢኹም። ስለዚ እንድሕር ተቐቢልካትኒ ኮይኑ እዛ ዓንቶ ጎ ትብል ዝነበረት ኣብዛ ፌስ ኣውተንቲኬሽን ኣዛዙና ኣዛዙና ጎ ትብል ዝነበረት ኣዛዙና ሰርቲፋይድ እያ ትብል እዛ ጎ ትብል ሰርቲፋይድ ትብላ ማለት ስለዚ እዛዙና ፌስ ኣውተንቲኬሽን ዓሸራ ገጽ ተወሃቢ ማለት እዩ እዛዙና ናይ መጀመርያ ግዴታ ስራሕኹም ግን ኻልኣይ ኤጀንት ምትሓዝ እዩ። ኤጀንት ምትሓዝ ማለት ኣብ መንጎ እቲ ፕላትፎርም፣ ኣብ መንጎ እቲ ኣፕሊኬሽን፣ ኣብ መንጓትኩም ኮይኑ ወክልና ወስዱ ንዓኻትኩም ከምህር ዝኽእል ሰብ ኣብ ትሕቲ እቲ ምዝገታ ንስኻ ትኸውን ማለት እዩ። ስለዚ ኤጀንት ወይም ድማ ኣብቲ መምህርኻትኩም ትሕቲ ንምምዝጋብታ ትገብሩ እንታይ ማለት እዩ? ቀጥታ ኣብዛ ማይ ኤጀንሲ ትብላ ኣዛዙን ሃንኪ ኣብዛ ማይ ኤጀንሲ ትብላ ማለት እዩ። ስለዚ ኣብዛ ማይ ኤጀንሲ እዛ ምስ ኦኬ ምስ በልናያ እዚ ገጽ እዚ ክመጸልኻትም እየ ከምዚ ዳበለ ክመጸልኻትም እየ ማለት እዩ ስለዚ እስኻትም ቀጥታ ኣብዛ ናቃድሞይቲ ኣማራጭ ድንሃ ኣብዛ ዝንሃ ኣብዛ ናቃድሞይቲ ኣብዛ ፕሌስ ኢንተር ደ ኤጀንትስ ኣይዲ ትብላ እቲ ኣጀንት ኣብቲ እስኻትም ታምህሩ ካምህረካትም ደለኹም ሰብሲ ኣይዲ ናምበሩ ጽሓፉ ክብለካትኹም እዩ ስለዚ ኣባታት ግቡርታይ እስኻትኹም ኣብዛ ናይ ኣይዲ ናይ መጀመርያ መበልቲ ኣብዛ ዝንሃ ናይ ኣይዲ ጽሑፉ